ሰላም ዝኸበርኩም ተኸታተልቲ ነጃት ቢዩቲ ቻነል ኣብ ርሑቕን ቀረባን ኮንኩም መደባተይ ትከታተሉ ዘለኹም ኣሕዋት ብምሉእኩም ጽቡቕ ቀኒኹም ክትኮኑ ተስፋ እንዳገበርኩ ንሎሚ ንፈጸጋን ኣሰር ፈጸጋን ብፍላይ ድማ ንድሕሪ ፈጸጋ ዝመጸና ምፍሓር ናይ ገጽ ዝፍውሰልና ከምኡ'ውን ንደቀቕቲ ምጭምዳድ ናይ ቆርበት ዘጥፍኣልና ክልተ ዓይነት ባህርያዊ ትሕዝቶታት ኢና ክንሰርሕ ስጋብ መወዳእታ ክትከታተሉኒ ድማ ይዕድመኩም። ቅድሚኡ ግን ንዛ ቪድዮይ ሓደሽቲ ዝኾንኩም ኣብ ቻነለይ ሳብስክራይብ ዘይገበርኩም ሳብስክራይብ ብምግባር ኣባላት ናይ ቻነለይ ክትኮኑ ከምኡ'ውን ንቐጻሊ ተኸታተልቲ መደባተይ ክትኮኑ ብኽብሪ ይዕድመኩም። እታ ቀዳመይቲ ኣዳልያ ዘለኹ ንምፍሓር ናይ ገጽን ንደቀቕቲ ምጭምዳድ ናይ ቆርበትን ትፍውሰልና ትሕዝቶ ንኽንሰርሕ። ዘድልዩና ነገራት፣ ነሻ፣ ሮዝ ወተር ወይ ድማ ማእል ወርድ ከምኡ ውን ነስካፌ ከድልዩና ዮም። ኣገባብ ኣሰራርሕኡ ድማ ሓደ ማንካ ጣውላ ማእል ወርድ፣ ሓደ ማንካ ሻሂ ነስከፈ፣ ከምኡ ድማ ፍርቂ ማንካ ሻሂ ነሻ ብሓደ ኣጸቢቕና ኣሕቂቕና ኣብ ሃፋ ማይ ማለት ስቲም ጌርና ኢድና ከይፈለና እንዳካወስና ክሬም ስጋብ ዝመጸልና ከነውዕዮ ኢና። ስቲም ወይ ሃፋ ማይ ማለት ዝፈለሐ ማይ ብህድእ ዝበለ ሓዊ ሰኽቲትና እቲ ኣዳሊናዮ ዘለና ክሬም ኣብ ጥርሙዝ ዓይነት ሸሓኒ ክኸውን ኣለዎ። ኣብ ልዕሊ እቲ ዝፈልሕ ዘሎ ማይ ብምቕማጥ እንዳካወስና ስጋብ ዝሓፍሰልና ኢድና ከይፈለና ክሬም ዓይነት ስጋብ ዝመጸልና ነውዕዮ። መዐልወርድ ገለ ጥቕምታቱ ንቆርበትና ድሕሪ ገጽና መሕጸብና ንመናፊት ናይ ቆርበትና መዕጸዊ ዝጠቕመና ኮይኑ ንቆርበትና ውን ኣዚዩ ጠቓሚ ዝኾነ ትሕዝቶታት ዝሓዘ እዩ። ንቆርበትና ከብርሃልናን ከጽርየልናን ውን ዓቢ ተኽእሎ ኣለዎ። ንገጽና ጥራይ ዘይኮነ ውን ንሙሉእ ሰውነትና ክንጥቀመሉ ውን ንኽእል ኢና። ጥቕምታት ቡን ውን ንቆርበትና ስክራብ ኮይኑ ዝሞቱ ቆርበት የፅርየልና፣ ንደቀቕቲ ምጭምዳድ ናይ ቆርበትና ውን ሰጥ ከብለልና ይኽእል። ንቆርበትና ከለስልሰልና፣ ከተርክሰልናን ከብርሃልናን ዓብይ ተኽእሎ ኣለዎ። ሃፋ ማይ ጌርና ንቑሩብ ደቓይቕ ኢድና ከይፈለና እንዳካወስና ምስ ኣውዓናዮ ከምዚ ንሪኦ ዘለና ክሬም ነስካፈ መጺልና ኣሎ። ኣብ ጽሩይን መኽደኒ ዘለዎን ኮንተይነር ገልቢጥና ድማ ኣብ ዝሑል ቦታ ንሰሙን ክጸንሓልና ይኽእል። ኣገባብ ኣጠቓቕምኣ ድማ ኣብ ፅሩይ ገፅ ማለት መጀመርያ ገፅና ብሳምና ገይርና ኣፅሪና ክንሕፀብ ኢና። ቀፂልና ብሙሉኡ ገፅና ከምኡ ውን ክሳድና ካብ ታሕቲ ንላዕሊ እንዳገበርና ክንለኽዮ ኢና። ን ዓሰርተ ሓሙሽተ ደቒቕ ወይ ድማ ርብዒ ሰዓት ፀኒሕና ድማ ብዝሑል ማይ ገይርና ንሓፅቦ።

እዚኣ እታ ቀዳመይቲ ዘዳለኹዋ ካብ ፈጸጋን ኣሰር ፈጸጋን ከምኡውን ድሕሪ ፈጸጋ ዝመጸና ምፍሓር ናይ ገጽ ትፍውሰልና ከምኡውን ንደቀቕቲ ምጭምዳድ ናይ ቆርበት ተጥፍኣልና ኮይና ንቆርበት ናይ ገጽና ውን ከተልምጸልናን ተብርሃልናን ትኽእል ትሕዝቶ እያ ኔራ ጠቓሚት ክትከውን ድማ ተስፋ ይገብር። ናብታ ካልኤይቲ ኣዳልያ ዘለኹ ትሕዝቶ ክንሓልፍ፣ እዛ ሕጂ ንሰርሓ ትሕዝቶ'ውን ጥቕምታታ ልክዕ ከምታ ኣቐዲምና ዝሰራሕናያ ኮይና፣ ካብ ፈጸጋን ኣሰር ፈጸጋን ንምፍሓር ናይ ቆርበት ገጽና ትፍውሰልና፣ ከምኡ'ውን ቆርበትና ንምብራህን ምልማጽን ትሕግዝ ብለሚንን መዓርን ትስራሕ ቀላል ትሕዝቶ'ያ። ሓደ ማንካ ጽሟቕ ለሚን ከምኡ ድማ ሓደ ማንካ መዓር ብሓደ ክንሓዋውሶ ኢና። ብሓደ ሓዋዊስና ድማ ብጡጥ ጌርና ገጽና ክንደርዞ ኢና። ብፍላይ ድማ ኣብቲ ዝተፋሕረ ቦታ ማለት እዩ። ካብ ዓሰርተ እስካብ ዓሰርተ ሓሙሽተ ደቒቕ ጸኒሕና ድማ ብዝሑል ማይ ጌርና ንሓጽቦ። ኣብ መወዳእታ ድማ በረድ ጌርና ክንደርዞ ኢና። ለሚን ብቫይታሚን ሲ ሃፍታም ኮይኑ ብዝተፈላለየ ምኽንያታት ሕብሩ ንዝቐየረ ቆርበትና መብርሂ ይጠቕመና። ከምኡውን መዓር ባክቴርያ ናይ ቆርበት ዘጥፍኣልና ኮይኑ ንፈፀጋን ኣሰር ፈፀጋን ንምፅራይ ይጠቕመና። እዛ ትሕዝቶ እዚኣ እንተወሓደ መዓልታዊ ንክልተ ሰሙን ወይ እውን ንሰለስተ ሰሙን ተኸታቲልና ክንጥቀመላ ኣለና። ኣብቲ ናይ መጀመርያ ዓሰርተ ሓሙሽተ መዓልቲ ምጥቃምና ለውጢ ክንርእየላ ንኽእል ኢና። እዛ ትሕዝቶ እዚኣ ሰንስቲቭ ቆርበት ወይ ድማ ቆርበትና ተነቃፊ እንተኾይኑ ክንጥቀመላ የብልናን። እዚኣ ውን ንኹሉ ማለት ንደቂ ኣንስትዮን ደቂ ተባዕትዮን ክንጥቀመላ ንኽእል ኣዝያ ጠቓሚትን ውጽኢታዊትን ትሕዝቶ እያ። ኣብዚሕና ኣዳሊና ውን ኣብ ዝሑል ቦታ ንሰሙን ከይተባላሸወት ክትጸንሓልና ትኽእል እያ። ናይ ሎሚ ቪድዮይ ክልተ ዓይነት ንብዙሕ ጸገማት ናይ ቆርበት ዝፍውሰልና ማለት ካብ ፈጸጋን ኣሰር ፈጸጋን ብፍላይ ድማ ድሕሪ ፈጸጋ ዝመጸና ምፍሓር ናይ ገጽ ዝፍውሰልና ባህርያዊ ትሕዝቶታት ተርእያ ኔራ ጠቓሚት ክትከውን ክትጥቀሙላ ተስፋ ይገብር ላይክ ኣይትረስዑ ኢኹም ኣብ ኩሉ ንኽትበጽሕ ኩሉ ውን ክጥቀመላ ሼር ክትገብርዋ ድማ የዘኻኽረኩም። ንቻነለይ ሓደሽቲ ዝኾንኩም ዝሓለፈ ቪድዮታተይ ዘይረኣኹሞ እንተለኹም ውን ተመሳሳሊ ቪድዮታት ንዝተፈላለየ ዓይነት ጸገማት ናይ ቆርበት ዘርኢ ጠቓምን ኣገዳስን ቪድዮታት ኣብ ፕለይሊስት ኣቲኹም ክትረኽብዎ ትኽእሉ ኢኹም። ነቶም ሓደሽቲ ኣብ ቻነለይ ሳብስክራይብ ትገብሩ ዘለኹም ውን እንኳዕ ደሓን መጻኹም ኣብ ቻነለይ እንዳበልኩ ንላይክ ሼር ትገብሩ ዘለኹም ከምኡ ውን ተተባብዑኒ ዘለኹም ኣሕዋት ብልቢ የመስግነኩም። ዘይተረደኣኩም እንተሎ ወይ ሕቶ እንተለኩም ውን ኣብ ኮመንት ክትገድፉለይ ትክእሉ ኢኩም ብዓቅመይ ክምልሰልኩም ክፍትን'የ። ናይ ሎሚ ቪድይ እዚ እዩ ነይሩ ኣብ ዝመጽእ ብተማሳሳሊ ቪድዮ ስጋብ ንራኸብ ሰላም።